ንስርዓት ኢሰያስ ዘርዕዶ ዘሎ ሓይሊ። እስከ መእተዊ ክኾነና ተጋዳላይ ብስራት ኣማረ እንታይ እዩ ዝብለና ዘሎ? ኤርትራ
ቃልሲ እያ መሪሓ ንኩሉ ነቲ እቲ ከባቢ ዝነበረ ቀርኒ ኣፍሪቃ ብምሉኡ ኤርትራ እያ መሪሓቶ እቲ ቃልሲ ኤርትራ ክብል ከለኹስ ናይ ኤርትራ ህዝቢ እቲ ናይ ኤርትራ መንእሰይ ማለት እዩ ኣብ ሳሕል ዝነበረ ድፋዕ ተራ ወታደራት ስኢሎም ወይ ሞት ኣለቃታት ወይ ከዓ ተራ ወታደራት ዝፈሓርዎ ኣይኮነ ኢንጂነራት እዮም ሰሪሖም ሓደ ሽሕ ናይ ዩኒቨርሲቲ ተምሃራ እዩ ኣስሊፉ ካብዞም ሓደ ሽሕ ተምሃሮ ኢልዎ ዕስራን ሸሞንተን ሓኻይም ዶካትር ዝነበሩ ቃልሲ እዩ። ኣብ መብዛሕትኦም ናይ ዓለም ቃልስታት እቶም ኣለዉ ዝበሃሉ ዓበይቲ ናይ ዕጥቂ ቃልስን ከምዚ ዝመሰለ ኣሰላልፋ ነይርዎም ኣይፈልጥን። ዝተምሃረ ኢንፍራስትራክቸር እዩ መሪሕዎ ናይ ኤርትራ
ከመይ ከመይ ትውዕሉ ወይ ተምስዩ ዝኸበርኩም ተኸታተልትና ማቴዎ ዘልኣለም ዘዳለዎ ትንተና ስዒድ መሓመድ ቀርበልኩም እየ ከም ወትሩ ላይክ ሼር ሳብስክራይብ ክትተሓባበሩ እንዳዓደምና ብጣዕሚ ኣገዳሲ እዋናዊ ጽሑፍ እዩ ሰናይ ምክትታል ሰውራ ኤርትራ ካብ ዝኾነ ካልኦት ዘይዕውታት ወይ ዘይኣድማዕቲ ሰውራታት ብኸመይ ይፍለ ንዝብል ትረኻ ኣልዒልና ኢና ኣመለኻኽታና ንዕድም ዘለና ብርእይቶታትኩም ከም ዝህብትም እናኣመንና ናብ ዛዕባና ናቱ ታሪኽ ህዝባዊ ግንባር ከም ኣብነት እንተልዒልና እቲ ዓብላሊ ታሪኽ ናይ ህዝባዊ ግንባር ወተሃደራዊ ታሪኽ ኢዩ። ሓይሊ ናይ ሓደ ወተሃደራዊ ትካል ክትመዞ እንተኾንካ ድማ ብዝሓለፎ ፈተናን መዋጥራትን ደኣምበር ስቕ ኢልካ ብዘይ ከቢድ ፈተናን መዋጥራትን ብመግለጺታትን ብመደረታትን ስእልን ዳንኬራን ነቲ ኣርተፊሻል ምስልኻ ንመራኸቢ ብዙሃን ሃልኪ ጥራይ ሚድያ ቅልቅል ውጥም ናይ ዝበልካ ዝፍጠር ሓይሊ ይኹን ውዳበ የለን። ናይ ጀነራል ስብሓት ኤፍሬም ኣብ ሓደ ናይ ብምክልኻል እተዳለወ ጽሑፍ ካብ ዘስፈሮ እንተ ተመልኪትና፣ ታሪኽ ህዝባዊ ሰራዊት ታሪኽ ናይቲ እኩብን በቲ እኩብን ኢዩ። ኣብ ታሪኽና እቲ ጽቡቕ እቲ እኩብ ጥራይ ነቲ ውልቀ ሰብ ስለ ዝገልጾ ኢዩ። እቲ ሰራዊትና ንህቢ ኢልና እንደጋግሞ ሰረተ እምነትና ድማ እዚ እምበር ካልእ ኣይኮነን ትርጉሙ ይብል። ኣብ ታሪኽ ህዝባዊ ግንባር ኣብ ዓለም ኣዝዩ ብዝተፈልየ መልክዕ እቲ ቴክኖክራት ኢዩ ንሰውራ መሪሕ ዘዐወተ እንተ ተባህለ፣ ዝጋነን ኣይኮነን። ቀዲም ተጋዳላይ ናይ ህወሓት ድማ እቲ ናይ ምሁር ስትራክቸር ናይ ህዝባዊ ግንባር እዩ ነቲ ቃልሲ መሪሑ ዝዐወተ ሓይሊ። እዚ ፈፂምካ ኣብ ዓለም ዘይተርኣየ ፍሉይነት እዩ እንተበለ ካብ ሓቂ ዝረሓቐ ኣይኮነን። ኣብ ዝሓለፈ ቪድዮታትና ኬንያዊ ፕሮፌሰር ፓትሪስ ሉሙምባ ሰውራ ኤርትራ መስዋእትን ሰንክልናን ጥራይ ዘይኮነ ናይ ሙቾት ኣማራፂታቱ መስዋእቲ ከፊሉ እዩ ሃገር ፈጢሩ ዝበሎ ካብ ሓቂ ዝረሓቐ ኣይነበረን። ክንደይ ምሁር ኣካል እዩ ካብ ናይ ዩኒቨርስ ትምህርቱ ኣቋሪጹ ገሊኡ ድማ ካብ ናይ ወጻኢ ናይ ምቾት ናብርኡ ጠንጢኑ ሓንቲ ቅያር ሳንታ ክዳውንቱ ጥራይ ሒዙ ንሜዳ ዝወሓዘ ምሁር ኣካል ብቑጽሪ ብመንጽር ኣብቲ ግዜ ዝነበሩ ምሁራን ኤርትራ ኣዝዩ ገዚፍ እዩ። ቴክኖክራት ብብዝሒ እንተዘይጽምበርዎ ነቲ ሰውራ ብዙሕ ሰንከልከልን ዘይኣድማዕነትን ሽግርን ምፈጠረ ነይሩ። እዚ ኹሉ ሓካይም፣ መሃንድሳት፣ ናይ ሕገ ክኢላታት፣ ናይ ታሪኽ ምሁራት፣ ናይ ስነ ጽሑፍን ስነ ቋንቋን ክኢላታት፣ ናይ ጽገናን ምህዞን፣ ናይ መካኒክ፣ ናይ ስለ ጥበብ፣ ናይ ጆግራፍን ታሪኽን ባህልን ኣርካናት ወዘተ ብብዝሒ ስለ ተሰለፉ እቲ ሰውራ ከም ዘይትን ሞተርን ተዋሂዶም ዓወታት ክፈጥሩ ክኢሎም እዮም። ከምዚ ጀነራል ስብሓት ዝበሎ ሰራዊትና ኣዋፍራን ህቢ ባህርያቱ እንተበለ እወ ሳሕል ከም ሃገር ህዝባዊ ግንባር ከም መንግስቲ ኢና ኔርና ተተባህለ ህዝባዊ ግንባር ነቲ ኣብ ዝተፈላለዩ መድረኻት ዝገጠሞ መዋጥራት ብዝለዓለ ብቕዓት ንኽሰግሮ ካብ ዝገበረዎ ሓይሊ እቶም ከም ጀኔሬተራት ኮይኖም ብድሕሪት ዝመርሑዎ ዝነበሩ ቴክኖክራትስ ምዃኖም ብቐሊሉ ክንርድኦ የኽእለና። እቲ ካልእ ሰረተ እምነት ናይ ህዝባዊ ግንባር ማለት ሕጂውን ናይ ጀነራል ስብሓት ኤፍሬም መደረ ብምቕንጫል ሰረተ እምነትና ኣብ ወተሃደራዊ ስርሒታት ኣብ ታሕቲ ጸቅ ዝበሎ ምስ ንውከስ እቲ ብሓረስቶትን ብሸቃሎን ዝተዓብለለ ህዝባዊ ሰራዊት፣ ነቲ ናይ ምግባር ዓቕሙን ኣድማዕነቱን፣ ውግእ ናይ ምምራሕ ብቕዓቱን ወኑን ተወፋይነቱን፣ ብሰልትን ብቴክኒክን ኣዝዩ ብቑዕ ጥራይ ዘይኮነ፣ ትእዛዛት ካብ ላዕሊ ከይተጸበየ ንኩነታት ገምጊሙ ከዐውተኒ ይኽእል'ዩ ንዝበሎ ተበግሶን ቆራጽ ውሳኔታትን ብምውሳድን፣ ዓወታት ዘበስር ዝነበረ ድንቂ ወተሃደራዊ ሓይሊ እዩ ዝነበረ። ስቕ ኢልካ ዝፍጠር ፖለቲካዊ ወይ ወተሃደራዊ ትካል የለን። ሓሳብን ዕላማን ዘይብሉ ውዳበታት ፈጺሙ ክፍጠር ኣይክእልን። ብዛዕባ እካበታት እሞ ክንደይ ብዝተፈላለዩ ኣስማት ተጠመቑ ዕስለታት ወይ እካበታት ዘይረኣና። ሓሳብ፣ ዕላማ፣ መትከላትን ዲሲፕሊንን ዘይብሉ እካበ ፈጺሙ ውዳበ ክፈጥር ዓቕሚ የብሉን። ውዳበ ዘይብሉ ዕስለ ድማ መን ይመርሖ ናበይ ይመርሖ ስለ ዘይፈልጥ ናብ ሓደጋን ናብ ውድቀትን ይሳጣሕ። ነዚ ኣብ ላዕሊ ዘለዉ ተመክሮታት ኣብ ግምት የእቲና እዚ ብናይ ህወሓት ጽዑቕ ናይ ፕሮፓጋንዳ ዘመተ ዝካየደሉ ዘሎ በራጊዳት መዓት ወረን ኣብ ብርቱዕ ጭቃ ደሮና እንዳፈጠረ እንታይ ሓሳብ ይኹን ዕላማ ካበየ ናይ ምሁር ኣካል ወይ ቴክኖክራት ስለ ዝመርሕዎ እዩ ያይ ከም ዝጠቅም ሓይሊ ዘሎ ንስርዓት ኢሳያስ ኣርዒድዎ ኣጨኒቕዎ ሰንቢድዎ እንዳበሉ ነብሶም ብሓሶት ክእቡዱ ዝፍትኑ ኢሳያስ እሞ ብጣዕሚ ከዛንዮን ከስሕቖን ጥራይ ዝኽእል በዓል ኣዝማሪ ኪሮስ ኣብ ቸችንያን ጸጽላን ብቕጥዒ ዘይብሉ ናይ መስተን ዕንዛርነትን ኣድሬናሊን ተቖጻጽሮ ኣእምሮኦም ተሰንዮም ስለ ዝሳዕስዑን ዝዓንደሩንሲ ንመን እዮም ከርዕድዎም? በዓል መን እዮም ቴክኖክራት ናይ ብርጌት መዓት ወረም። ኪሮስሲ ትምህርቲ ካብ ራብዓይ ሓምሻይ ዘይሓለፈ ውትህድርና ብዘይካ ዩኒፎርምን ቆቢዕን ንሳ ከማን ንኽደርፈለን ዘጠለቐን ኣበየናይ ውግእ ወይ ጽንኩር ኩነታት ተሳቲፉ ባሩድ ወይ ጥይት ሸቲቱን ሰሚዑን ዘይፈልጥ ሓምሓምሲ ንሰራዊት ኤርትራ ኣጨኒቕዎ ኣሰንቢድዎ ክትብላ ዘገርም እዩ ናይ ብሓቂ። እዚ ሰኽራም ዕስለ ኣይኮነን ሓሳብ ይኹን ዕላማ መትከል ይኹን ውዳበ ዘይብሉ ዕስለ እቲ ንኤርትራ ንምብታን ከይተሓለለ ዝሰርሕ ዘሎ ገለ ካብ ኤሊታት ተጋሩ እዚ ኹሉ ዕጥቂ እናሃለዎ እንታይ ኮይኑ ኣብ እንደርታ ተዓኒዱ ክቑዝም ይውዕል ኣሎ ክትጀሃር ክትፈክር እንከለኻሲ ዓቕምኻ እንተተዛረብካ እዩ ዘምሕረልካ። እቲ ቀንዲ ዋናታት ናይዚ ብራርያ ዕስለ ዳንኬራ መን ምዃኑ እኳ በቲ መዓልቲ መዓልቲ ኣብ ባይታ ዘየለ ዳንኬራታት ናይ ሚድያታት ተጋሩ ሸፈነታት ብምስትውዓል ብርጌት መዓት ወረ ብሕወሓት ከም ዝተኸሸነ ብቐሊሉ ከተለልዮ ይከኣል እዩ። ስለምንታይ ኢትዮ ፎረም ነቲ ኣብ ትግራይ ዘሎ ስርዓት ኣልቦነት፣ ስርቂ፣ ዓመጽን ሽፍትነትን ኣቃሊሓቶ ዘይትፈልጥ? እወ እዚ ኩሉ ኣብ ትግራይ ዘሎ ወጥርን ቅትለታትን ዜና ሰሪሓትሉ ዘይትፈልጥ? ነዚ ኣብ ሃዋህው እተንጠልጠለን ብተጋሩ ዝተዓብለለን ናይ ባራት ብሬራታት መዓልታዊ ዜና ትሰርሓሉ ኣላ። ስለምንታይ ናይ ተጋሩ ሚድያታትን ዩቱበራትን ነዚ ናይ ተጋሩ ዕስለ ዝኾነ ደንባር እካበታት ስርሐይ ኢለን ናይ ሚድያ ሸፈነታት ይገብራ ኣለዋ እንተኢልካ ባዕለን ዋናታቱ ምኻነን ካብ ምቅላዕ ሓሊፈን ዝጠቅም ተስፋ ስለዘንበራል ኣይኮናን። እቲ ካልእ ምንቀኝነት ባህሪ ገለ ኤሊታት ተጋሩ ኤርትራውያን ንሓድሕዶም ክቃተሉ ብኽቱር ሓጎስ ክሰኽሩ ምዕዛብና ኢዩ። ብኢትዮጵያ ህዝቢ ብዓሌትን ቋንቋን ሃይማኖትን ንሓድሕዱ ብተንኮላት ኣፋሊስኩም ንህዝቢ ኢትዮጵያ ሓዊ ዘሪእኩም ዘራኸስኩሞ ዋጋ ውህሉል ክፋእ ተግብርኹም ኣብታ ዝሓለፈት ውግእ ከም ሕሱም ጎሲምኩማ ተኻርማም ሕጂ ድማ ብተመሳሳሊ ንኤርትራውያን ብኣምሳለ ትግራይ ናይ ኣውራጃን ጸቢብ ከባብያውነትን በድብድዎን ተናቁትዎን ኣለኹም በዚኣ ውን ኣብታ ዓድኹም ትጎስምዋ ኣለኹም ካርማኹም ጌና ውን ይውህለል ዩ ዘሎ እቲ ጽልኢ ይውህለል ኣሎ እቲ ቂምታ ሰላም ዘምጸልኩም እንተኾይኑ ሽዑ ንርእዮ ኣብቲ መወዳእታ ማትዮስ ዘላለም። በዚ ኣጋጣሚ ብርጌድ ልሓመዱ ለእ እ ዝገኑ ገስጊሱ ክመጽዩ ደርግ ግንባር ግንባርኩም ክብለኩም እንድዩ ኣትፍእፍእ ክነብለኩም ኢና ካብኡ ሃገረ ትግራይ ክንምስርት ኢና።